ሰላም ሰላም ክቡራት ተኸታተልቲ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ተረፍ ይበለለይ። ነዛ ቻናል ሓደሽቲ ዝኾንኩም ሳብስክራይብ ብምግባር ቤተሰብ ኩኑ። ነዛ ቪድዮ እውን ላይክ ብምግባር ጀምርዋ ክቡራተይ። እዛ ቻናል እዚኣ ከምቲ ትፈልጥዎ ንትሽዓንተ ኣዋርሕ ዝኣክል ሃክ ኮይና ስለ ዝነበረት ቪድዮ ኣይሰደላን ነይረ። ቪድዮታተይ ቫይራል ኣይወፅንና ብዝተኻእለኩም መጠን ላይክ ብምግባር ጀምርዎ ከምኡ ከዓ ክሳዕ መወዳእታ ንክትሰምዑለይ ፈትኑ ማለት እዩ ክቡራት ተኸታተልተይ እና ሎማዓንቲ እንታይ ሒዘልኩም መፅየ እኒኦኹ ኣብ ሶሻል ሚድያ ክልተ መነጋገርቲ ዝኾና ነገራት እኒኦዋና እስኪ ሓሳበይ ርእይቶይ ክህብ እየ ሒዘዮ መፅየ እኒኦኹ ብፍላይ እቲ ሓንቲ በርግጥ ብዙሕ ተገድስ ኣይኮነትን ነገር ግን መዘራረቢ ኮይና እኒኣ ካብኡ ከዓ ኮሜንታት እዩ ብጣዕሚ ዘስሕቐኒ ኣሎና እስኪ እንታይ እንታይ እየን ዝብላ ናባኹም ከብለልኹም እየ ማለት እዩ ብፍላይ እቲ ሓንቲ ግን ብጣዕሚ ዘሕዝን ብጣዕሚ ከቢድ በቃ ስኢሉ ምስ ረእኽዎስ ልበይ ንኽእ ዘበለኒ እያ እኒኣ ኣጀንዳ ኮይና እኒኣ ንሳ እውን እንታይ እያ ከምዚ ትርእይዋ ኣለኹም ብላዕሊ እኒኣ ሓፍትና ካብ ስደት መፅያስ ተሓፅያ ገለ ትብልዋ ነይርኩም ብዝኾነ ግን ክስደት መፅያ ወዲያው ከዓ ተመሊሳ ከም ዝኸደት እየ ዝርኢ ኣለኹ ሓደ ሓደ ኮሜንታት ይኹን ፅሑፋትና ኣነ እንኳን ይፈልጣን ናታ ሂወት ኣይፈልጦን ነገር ግን ካብ ኮሜንት ከም ዝተዓዘብክዎ ክስደት ተመሊሳ ተሓፅያ ብዙሕ ነገር ገይራ እንደገና ከዓ ተመሊሳ ንስደት ከም ዝኸደት እየ ዝርኢ ኣለኹና ኣብኡ ብዙሓት ኣሕዋተይ ከዓ ነይ እሳ ንስደት ብምምላሳ ብጣዕሚ ሓዚንኩም ብጣዕሚ ከፊኡኩም እና ተስፋ ቆሪፅኩም ርኤና ንእሽተይ ሓሳበይ ሸር ክገብረኩም እየ ማለት እዩ ክቡራተይ እና እዛ ሓፍትና በርግጥ ናይ ባዕላ ምኽንያት ክህልዋም ይኽእል ብናይ ሐዚ ዘላቶ ትግራይ ኩነታትም ክኾን ይኽእል እዩ ግን እንታይ ኣሎ መሲሉኩም ንምንታይ እዩ እዛ ሓፍትና ሲ ሕዚ ናብ ስደት ምምላሳ ብርቂ ኮይኑዎ እኒኦ ሰብ እዎ ትኽክል እዩ ትግራይ ዓድና ኣብዚ ሕዚ ግዜ ሰላም የለኒኦ ለዛም በቃ ብስሩ ካብ ስደት ኣብ ስደት እኳስ ከምዚ ዝሓለፈ ዘዕለልኩኹም በዛ ሓንቲ ቻናለይ ኣብ ስደት እኳስ ዝመፀካ ፈሊጥካ ትቕበሎ ኢኻ ግን ኣብዚ ሃንደበት ኣብ ዓድኻ ኣብ ታክሲ ፍርሒ ኣብ መኪና ፍርሒ ኣብ ዝኾነ ቦታ ትኸልካ ፖሊስ ወይ ልክዓ ዝኾነ ዝኾኑ ኣካላት ተርእኻ ትፈርሐሉ ግዜ ገለ እዩ እኒኦ በቃ ከምዚ ሾርጣና መኪና መኪናና ሾርጣ ተርእኻ ትድንግጥ ትበርር ገለ ስደት ኣብዚ ከኣ ልኾነ ልኾነ ነገር ተሪኢኻሲ በቃ ትሰግኦሉ ትፈርሖሉ ካብኡ ሓሊፉ እውን ማለት እዩ በቃ እቲ ኩነታት ኢኮኖሚ ዓድና ብጣዕሚ እዩ ዘሰንብደካ ማለት እዩ እግዚኣብሔርን ኣብዚ ሕዚ ሰዓት ብዘይካ ዝኾነ ኣታዊ ይኾነዋ ናሰራሕኻ ወርሓዊ ክፍያ ናተኸፈልና ኳሲ ምንም ትናብራስ በቃ ልዕሊ ዓቕሚ ኮይኑና እኒኦ ማለት እዩ። ካብኡ ናብኡስ እንድዒ ምናልባት እቶም ኦንላይን ዝሰርሑ ብጣዕሚ ዝነጥፉ ኣብኡ ትኩረት ዝገበሩ እኳ ይሐሹ ኢለ እየ ዝሓስብ እምበይ ብፍላይ ኣብ ትግራይ ኮንካ ዝስራሕ ስራሕ ካብ ኦንላይን ወፃኢ ዝስራሕ ስራሕ ኣብዚ ሕዚ ግዜ ብጣዕሚ ተስፋ መቁረፂ ስራሕ የለ ገለ የለ በቃ ብጣዕሚ ደባሪ ግዜ እዩ እኒኦ ማለት እዩ ከምኡ እውን ዋላ ወርሓዊ ደሞዝ ኣታዊ ናሃለየካሲ ኣስቤዛ ተበልኻ ሓዊ እዩ ኮይኑ ሰማይ እዩ ኮይኑ ሎሚ ሎሚ ዳርጋ ናገደፍክዎ እየ እምበይ እቲ ኩነታት ዓድና የፍልጠኩም እንድየ ሕዚ ከዓ እንታይ ኣብ ምንታይ በፂሑ ኣሎ ዝብል ከርእየኩም እየ ናብ መብራህቲ ናብ መብራህቲ ንዋዕሉ ማርያምን ኡይ እዩ ዘብል ኣነ ንዋዕሉ ሲ ናብ መብራህቲ ወርሓዊ ክፍያ ዝኽፈል በቃስ ኣነ ሓንቲ ርእሰይ እያ ማንም የብለይን ኣርሱዋይ ከምቲ ትፈልጥዋ እያ ነይራ ኣነን ኣርሱዋይን ጥራሕ እሲ ናብ መብራህቲ ክንደየናይ ዝኣክል ከም ንኸፍል በዓልትና ኢና ንፈልጦ እዩ ዘብለካ እግዚኣብሔርን ብጣዕሚ በቃ እቲ ናይ መብራህቲ ድዩ ናይ ማይ ኩሉ እቲ ዝነበረ ነገራትማ ኩሉ ናተቐየረ እዩ ዝኸድሉና ፀይፀይ ንኽትብል እዩ ዝገብረካ ማለት እዩ ነገር ግን ዝሓፍትና ስደት ምምላሳ እዚ ከምዚ ኢሉ ናሃለ እዚ ማንም ትግራዋይ ዝነብሮ ናብራ እዩ ኣይኮነን ድሕዚ ሰብ ቀደሙ ስደት ኣየቋርፅን ብፍላይ ብፍላይ ከዓ ስደት ዝጠዓመ ሰብ ሰብ እንታይ ኢሉ ፅበዮ በቃ ዓዲ በፂሑስ እንደገና ክምለስ ከም ዘለዎ ሕዚ ዋላ ኣነ መጀመርታ መፅሲ ዋይ ደጊም ግን ይኣኽለኪ ስደት ከይትኸዲ ይብለካ ሰብ ኣይትኸድን ዲኺ ዝብለካ ሰብ ከዓ እኒዋ ላበይ ብትኽክል እቲ ናይ ስደት ከከም ሰው ይፈላለ እንድዩ ሓደ ሓደ ሰብ እኒኦ ዓዲ ኩነታት ርኤ ተዘይጥዕሙኒ ክምለስ እየ ክሙርዕ እየ ተዘይጥዕሙኒ ክምለስ እየ ገለ ዝብል በቃ ሰብስ ነናይ ባዕሉ ዝኾነ ኣመለኻኽታ እዩ እኒኦዎ ማለት እዩ እና ዝሓፍትና እቲ ናይ ትግራይ ኩነታት ከም ዘለዎ ኮይኑ ናይ ባዕላ ምኽንያትም ክህልዋ ስለ ዝኽእል ክሳዕ ክንድኡ ዝኣክል ብዓድኹም ተስፋ ኣይትቑረጹ። ኩሉ ሰብ ናይ ባዕሉ ዝኾነ ዕላማ እኒኦዎ። ሓደ ብጣዕሚ ትፈትዎ ተድንቕዎ ወይ ከዓ ስደት ብዙሕ ተንከራቲቱ መፂኡ ዓደይ ከዕርፍ እየ ኢሉ እንደገና ተተመሊሱስ ትናቱ ህይወትስ ንዓኻትኩም ክኾንስ ኣይኽእልን። ኩሉ ነናይ ባዕሉ ዝኾነ ዕጫ እኒኦዎ ማለት እዩ እና ዝሓፍትና ናይ ባዕላ ዕጫ እያ ልዒላ። ስለዚ ኣሕዋተይ ተስፋ ኣይትቑረፁ በቃ ብዙሕ ኮሜንታት ይርኢ ስለ ዝነበርኩ እየ ማለት እዩ ኣሕዋተይ መዓረይ እና ኣጆኹም እሳ ናይ ባዕላ ዕፃያ ኣልዒላ እዎ ትግራይና ፅቡቕ የላን ከምቲ ዝብለኩም ኣለኹ ነገር ግን ኣነ ከም ኣነ ዝብሎ ኩሉ ግዜ ዋላ ክሳዕ ሕዚ በርግጥ ክፍእ ይብለካ ንድድ ይብለካ እንድዩ ግን እሞ ኸዓ ባሕሪ ተሻጊርኻ እሞ ኸዓ ዳመዳም ንኽትቁፀር በፍፅም ኣብ ህይወተይ ድሕሪ ሕዚ ከምኣ ኢለ ናብ ስደት ብፍላይ ንስዑዲ ዓረብ ክኸድ ተሓሲበ ማለት ኣነ ናይ መጨረሻ ተስፋ ቆሪፀ ናይ መጨረሻ በቃ ዓደይ ሲኦል በቃ ተኮይናትኒ በስተቐር ንስደት ክንዲ ፀገመይ ፀግም ክኸድ እየ ኢለ ኣይሓስብን። በቃ እዚ ናተይ እዩ። ምናልባት ሓደ ሓደ ሰባት ከዓ ክትጥይቐኒ ሃለኻ ወይ እንታይ ከዲ እየ ዝብላ እኒኦዋ። ስለዚ ሓደ ሰብ እያ ከምዚ ኮይኑ ኢልካስ ተስፋ ክትቆርፅ ኣይብልካን። በእርግጥ ንደቂ መዳም ብፍላይ ኣብ እንዳ መዳም ንትሰርሕ ዘውዝንኦ ዜና ምስማዕ ብጣዕሚ ይኸቢድ ማርያምን ኣነ ንባዕሉ ከመይ ከም ዝነበረት ትዓዲ ስለ እትርደአኒ ኣይኮነን ዶ ዓድኻ ሕማቕ እያ እኒኣ ክትሰምዕ ይኾነ ንዘለኣለም ተስፋ ትገብራ ዓድኻ ይኾነዋ ማለት ኣብዛ ምድሪ ክሳዕ ዘለኻ ተስፋ ትገብራ ዓዲ ይኾነትንዋ ኣብ ስራሕኻ ናሃለኻ እኳስ ኣብ ስራሕ ዝወፅ ኣሕዋተይ ስራሕ ስኢነን ክትበሃል ናሃለኻ ኣብቲ ስራሕ ንጨናንቆ ዝነበርና ጭንቂ ጭንቂ ኣይኮነ ምክንያቱ ዋላ ኣይንውፃእ ዋላ ኣብቲ ጥዑይ ስራሕ ንሃሊ ግን ምናልባት ተወፂእናስ ዓድና ጥዕይቲ ማነው ስራሕ ክርከብ ጥዑይ ስራሕ ክህሊ ኢካ ትደሊ ማለት እዩ ምናልባት ከማኻ ኣሕዋትካ ካብ ስራሕ ወፅኤን ልላው ልኸድኡ ስራሕ ሕማቅ እንድሕር ድኣ ፀኒሕዎን ከዓ ኣብቲ ጥዑይ ስራሕ ኮይንካ ተስፋ ኢካ ትቆርፅዋ እዩ በቃ ተጠንቂቕካ ንክትሰርሕ ብጣዕሚ በቃ ላፍራሕካ ንክትሰርሕ ኢካ ትግደድ ከምኡ ከዓ ኣብ ዳምዳም ኣብ ስራሕ ኮይንካ ወይ ከዓ ኣብ ስደት ኮይንካ ዓድኻ በቃ ካብ ስደት ዝተመለሰ ሰብ ዓድና ኣይጠዓመቶን ኢልካ ክትሓስብ ናሃለኻ ዋላ እኳ ሕዚ ምምፃእ ኣይትሕሰቡ ግን ዜርካ ዜርካ ዓደይ ከዓ ትየምያል ስለ ዘይቐሪ ፅቡቕ ኣይስምዐካን ብጣዕሚ እዩ ዝኸፍአካ ብጣዕሚ በቃ ኢኻ ተስፋ ትቆርፅ እዚ ይርድአኒ እና ኣጆኹም ኩሉ ሰብ ነናይ ባዕሉ መንገዲ እኒአዎ እዩ ግዴታ እሳ ከምኡ ስለ ዝኾነት በቃ ነገራት ከምቲ ትሓስዎ ዘይክኾን ይኽእል እዩ። ካብኡ ከዓ ንሳ ምናልባት እንድዒ ፌመስ ድያ ፀኒሓ ወይ ከዓ ተፈላጢት ፀኒሓ ኣብዚ ሶሻል ሚድያ እምበር እዚ ብርቂ ኮነ እዩ። ብዙሓት እኒኦዋ ዝኸዳ ብዙሓት እኒኦው ትተመላ ኣርባዕተ ግዜ ሓሙሽተ ግዜ ስደት ዝኸዱ እኒኦው ኣብዚ ራያና ብዙሓት ንፈልጠ እኒኦዋ ስደት ክንደይ ግዜ ከይድ ከተልካየን ኣርባዕተ ግዜ ሓሙሽተ ግዜ ተሰዲተ ልብላካ እኒኦዋ ቅድሚ እዚ ኩነታት እዚ ኣብ ትግራይ ምፍጣሩ ማለት እዩ እና እዚስ ባህርያዊ እዩ እና ኣሕዋተይ ማዕረይ ክሳዕ ክንድኡ ዝኣክል ኣይትጨናነቑ ይንበር እዩ ከም ዝበልካ ኢልካ ትነበር ኢኻ በቃ ተኽኢልካ መፍትሒ ንክተምፅእ ኢኻ ትፅዕር ተዘይኮይኑ ግን ከም ዝበልካ ኢልካ ትነብር ኢኻ እዞም ሓተይ ግን በቃ መረረትማ ኩሉ ግዜ ንሕና ከም ደቂ ሰባት ኣይኮነን ዶ ዝተወሲኽዋ ትግራይ ኣብ ዘለና ሊና ኩሉ ግዜ ኢና ንማርር በቃ ዝኾነ ነገር ሓሲሩ ትብል እስኪ ኣብ ዝኾነ ይኹን ሰዓት እሲ እዚ ከቢሩ ተመስገን እፎየ እዚ ፅቡቅ እኒዮ ገለ ኢልና እነብረሉ ሰዓታት እኒኦ ዶ ስቕ ኢለ ወዲ ሰብ ክሓስቦ ናሃለኹማ ዝሓለፈ ዓመት የመስግን እቲ ሕዝ ዘለዎ ሂወት ኣየመስግን እዩ ኩሉ ግዜ ዋይ ብክንዲዚ ዓመተ ምህረት ደኣ ፅቡቅ ነበረ ዋላ ተንሽዑ ዝነበረ ዓመተ ምህረት ከዓ ሰብ ብጣዕሚ እዩ ዘማርር ነይሩ፣ ብጣዕሚ እዩ ዘንፀርፅር ነይሩ ማለት እዩ። ህይወት ኩሉ ግዜ ክዕዘባ ናሃለኹ በቃ ሰብ ኩሉ ግዜ እዩ ዘማርር፣ ኩሉ ግዜ ማ ከምዝኾነ ይብል ከምዝተፈጠረ ከምዝኾነ ሰብ ካብ መረረት ንድሕሪት ኣይብልን ማለት እዩ። እዞም ሓተይ እና ኣይንማረር፣ ተኽኢልና ንፀሊ፣ ዝተኽኣለና መጠን መፍትሒ ንምምፃእ ንመኩር እምበር ክሳዕ ክንድኡ ዝኣክል ተስፋ ተቖሪፅና ዝገደደ ፀገም ኢና ነምፅለና ማለት እዩ። ካልኣይቲ ኣጀንዳ ኮይና እኒኣ ብፍላይ ሎማዓንቲ ከዓ ታያ ከርእየኩም እቲ ቪድዮ እስቲ ከምዚ ተሰሚዕኒ ይበል
ኣብ ምዕራፍ ህይወተይ ብርሃን ኢኻ ወሊያ ኸሊ ምሳይ እየ ክወዶ ኩሉ ግዜ ኣብ ጎንኻ ኣለኹ
ኩሉ ሕሉፈይ ከምዚ በቃ ደርበየ እየ ክኸድ

ያው እዚ ከዓ ከምቲ ዝረእኹምዎ መብዛሕትኹም ትፈልጥዎ ይኹም ሰብኣይ ሰላም ፀጋይ ቴዲ ማለት እዩ ቅድሚያ ቴዲ ካሜራ ብጣዕሚ ዝፈርሕ ገለ እዩ ዝብል ነይሩና እንቋዕ ገፅ ካሜራ ብድፍረት ንምርኣይ ኣብቅዐካ እየ ዝብሎ ኣብ ናዚኣቶም እውን ኮሜንታት እዩ በቃ ዘስሕቐንና ኮሜንታት እዩ ኣነ ተትኾን ሰብኣየይ ከምዚ ኢሉ ዋላ ልፕራንክ ዋላ ልድራማ ተትኸውን በቃ ከምዚኣ ክገብሮ ነይረ ገለየ ክደፍኦሉ ነይረ ምናምን ምናምን ብቻ ኣጀንዳ እዩ ኮይኑ ነና ኮሜንታት ብጣዕሚ ለስሕቐኒ ኣሎ ማለት እዩ ዞም ሓተይ ኣብዚ ከዓ ክናገሮ ዝደሊ ነገር እንታይ እዩ መሲልኩም ሓደ ሰብ ተበዲለ ተገፊዐ ከምዚ ኮይነ ክሳዕ ዘይበለ ግዜ ኣንሕና ክንሕለቐሉ ኣንሕና ክንሳቐየሉ ኣይግባእን ተረዲኡኩም ሓደ ሰብ ሓንቲ ጓል ኣነስተይቲ ኣነ ተበዲለየ ከምዚ ከምዚ በጺሑኒ እዩ ገለ እንድሕር ደኣ ዘይላ ኮይናሲ ኖኖ ንዒ ተበዲልኺ ኢኺ ወድያት ከምዚ ኢኹም ገለ ገለ እዚ ስሕተት እዩ ክኸውን የብሉን እዚኣቶም ናይ ባዕልቶም ዝኾነ ዕላማ ይህልዎም ብሰናይ ሰላም ምፍልላይ እውን ኮን እዮም ኣነ ሕዚ ኣቦ ውላደይ ማለት እዩ እግዚኣብሔርን ማንም ክፃረፎ ማንም ከንቋሾ ማንም ዝኾነ ነገር ክብለስ ኣይደልን ባዕለይ ከም ኬፍ ይበሎ ግን ኣቦ ኣርሴማ ማለት ምሳየይ ሕማቕን ፅቡቕን ክሳዕ ዘሕለፍና ግዜ ማንም ክዳፈሮ ኣይደልን ማለት እዩ ክብራተይ እስኻትኹም እውን ከምኡ ምሳኹም ዝነበረት ምሳኹም ዝነበረ ሰብ ማንም ከልዕለልኹም ክሳዕ ዘይደለኹም ግዜ ንሓፍትና ሰላም ጸጋይ ሰብኣይ ኸዓ ዝኹላይ ጸርፊ ዝኹላይ ምድሃል ንዓኣ ትሕግዙ ኣለኹም ክመስለኩም ይኽእል እዩ ነገር ግን ዝስምዓ ነገር ክህሉ ይኽእል እዩ እዞም ኣሕዋተይ ክሳዕ ንሳ ተበዲለ ዘይበለት ግዜ ክሳዕ ክንዲ ዝልሰብ ምንቁሻሽ ኣድላይ እዩ ኢለ ኣይሓስብን ናይ ባዕልቶም ዝኾነ ዕላማ ይህልዎም ልፕራንክ ልድራማ ኢልካስ ከምዚ ከምዚ ትብሉ ሰባት እኒኦኹም ዋ ሎሚ ደኣ እሞ ሰብ ደኣ ስደት ደኣ ደስ ይብለኩም ድዩ ገንዘብ ስኢኑ ሓዳር ፋሕ ከብል ደስ ይብለኩም ድዩ ብስእነት ገንዘብ ባሕርን ፃሕርን ኢልካ ክንደይ ናብ ዘይትፈልጦ ገረብ እንዲኻ ትሻገር ኣለኻ እንታይ ችግር እኒኦዎ ገንዘብ ኣታዊ ትረኽበሉ ተኮይንካስ እንታይ ፀገም እኒዎ ድራማ ምስራሕ እሞ ድራማ ተኾነ እውን ማለት እዩ ድራማ ይኹን ኣይኹን ኣነ ኣይፈልጢ ግን ዋላ እኳ ድራማ ተኾነ ሲ ሰብ ድራማ ሰሪሑ ሂወቱ ተቀየረስ ታይ ፀገም እዩ እኒኤዎ ክሳዕ ሰብ ዘይበደለ ክሳዕ ሰብ ለየሳቀየ ክሳዕ ናሰብ መብት ዘይጠሓሰሲ ታይ ፀገም እኒኤዎ ማለት እዩ ዋ ኖርማል ተከታታሊ ፍልሚ እንዶ ንርኢ ኣለና ክንደይ ነገራት እንዶ ንርኢ ኣለና ታይ ሞ ችግር እኒኤዎ ኣንሕና ኣሕዋትኩም ድራማ ሰሪሕና ገንዘብ ኣታዊ ተረከብና ምንም ፀገም እኮ የብሉ ኣሕዋተይ መዓረይ እና ኣብ ስደት ዘለኹም ኣሕዋተይ ክትርድእዎ ዘለኩም ነገር በቃ ድራማ ተኾይኑ እሰየ እቲ ተፈጢሩ እኒኦ ነገር ድራማ ኣበረታትዕዎም ሰብ ንክነብር ገንዘብ የድልዮ ንገንዘብ ክትብል ከዓ ዘይግበር ነገር የለይ ገእሰ ምርኣይ ሕማቅ ናብ ዘይተደለየ ሕማቅ ነገራት ምእታው ይኸቢድ እምበይ ከምዚኣ ኢልካ እዛ እዚኣስ ሪል ህይወት እያ ዘሎ ነገር እዩ ካብዚ ዝኸፍእ እኳስ ይግበር እዩ እና ከምዚ ፍቕሪ ፍቕሪ ምጽዋት ወይ ከዓ ከምዚ ሓደ ሓደ ድራማታት ምስራሕሲ ኖርማል እዩ ኢለ እየ ዝሓስብ እና ናይ ሰብ ውሽጣዊ ድሌት ናይ ሰብ ውሽጣዊ ስሜታት ከይረእኹም ከይሰማዕኹም ብዙሕ ፍርዲ ይትሃውዎ ማለት እዩ። እዞም ሓተይ ብና ሰብ ህይወት ትጭንቑ ብና ሰብ ህይወት ትሓሩ ምናምን ተሃሊኹም ናይ ዩቱብ ነገር ኣይትእመኑ በቃ ብሓጺሩ ናይ ዩቱብ ነገር ኣሚንኩም ላውሽጥኽን ኣይተእትያ ኣይሰማዕኽን ብደቂ ተባዕትዮ ተስፋ ኣይትቑረጻ ብደቂ ኣንስትዮ ከምኡ እውን ኣሕዋተይ ተስፋ ኣይትቑረጹ ምክንያቱ ኣብ ዩቱብ ኣብ ሚድያ ዝረአ ኩሉ ሓቂ ኣይኮነን ዝተጋነነ ነገር ክመፅ ይኽእል እዩ ከም ዝብለኩም ለኹ ንገንዘብ ክበሃል ዘይግበር ነገር የለ ሰብ ተኾነ ጥዑይ ጥዑይ ተሰራሓ ኣይርእየልካን ኸምዚ በቃ ተልካሻ ነገራት ሱቕ ኢልኻ ሓደ ሓደ ነገራት ኸምዚ በቃ ኣፍቃሪ እገለ ነበረ ተመርዐ በዓል ሓዳር ወሰደት ወሲዳ ምናምን ምናምን ከምኡ እዩ ዝፈቱ ሰብ ብትኽክል ተሪእኹም ከዓ ጥዑይ ተትሰርሑ ነይሮ ብሓንሳበይ ፅቡቅ ፅቡቅ በቃ ናይ ሓዳር ምኽሪ ከምዚ ላይፍ ናሕሊፍና ገለገለ ተትብሉ ነይሮም ኣይመተረየሎም እዩ ነይሮም ኣብ ናይ ማንም ሰብ ተሪኢኻ ማለት እዩ ግን ምስ እገለ ነበረ በረረ ገለታት ገለታት ተተባሂሉ ግን ጸርፊ ከም ዘሎ ኮይኑ ቪው ከዓ ቫይራል ከዓ ብጣዕሚ እዩ ዝወፅእ ስለዚ ሰብ ቀንዲ ዕላማኡ ገንዘብ ንምርካብ እንድሕር ደኣ ተኮይኑ ቫይራል ዝወፀልካ ነገር ኢኻ ክትገብር ትኽእል ማለት እዩ እዞም ኣሕዋተይ እና እዚኣ ክትርድአኩም እኒኦዋ እንተ ኣብ ናይ ሰብ ሂወት ንኣተኻ ምፍትፋት ናይ ሰብ ነገራት ምድሃል ገለ ግን ፅቡቅ ኣይኮነይ ሰብ ኣይተዳህሉ በቃ ብትክክል ሰብ ምድሃል ፅቡቅ ኣይኮነ እዞም ኣሕዋትና ሲ ስደት እያ ከይዶም ከምዚ ገጢሞዎም ተትበሃሉ ከሞ ደስ ይብለኩም ዶ ተኽኢልኩም ከዓ ካብ ፀርፊ ካብ ሕማቅ ነገር ቢያንስ ከስተካክልዎ ዝግብኦም ነገር ንኩለና ክነስተካክሎ ዝግበአና ነገር ብስርዓት ብክብሪ ተነገርኩምና ደኣ ይንበር እምበር ዘይተደለየ ምንኣኣስ ዘረባ ይኽእል እንዶ ታይ ዶ ከምዚታት ዶ ምናምን ዶ ፅቡቅ ኣይኮነን። ኩሉ ኣድግ ሓሪድ ኣይኮነን ተለማሚድዎ ኩለና ክንጅምር ንሃለና ኮልተፍተፍ ሕዚ እውን ተኾነ ናይ ዘረባ ጉድለታት ክህል ይኽእል እዩ። ግን በቃ ቀስ ብቀስ ኢኻ ተዓቢ እና እዚኣ እየ ክብለኩም ደሊ ካልእ ነገር ከዓ እንታይ ክብለኩም ዝደሊ ኣብ ስደት ናሃለኹ ሲ ክልተ ዩቱበራት ብጣዕሚ ዝከታተሎም ዩቱበራት ነይሮም ብጣዕሚ እዮም ጎበዛት በቃ ብዩቱብ ሂወቶም ዝቐየሩ ሰባት እኒአው ማለት እዩና ብጣዕሚ እየ ዘድንቖም ነይረ ፍቑራት ኮይኖም እዮም ዝሰርሑ ነይሮም ኣብ መንጎ ናኸዱ ናኸዱ ምፍልላይ የጋጥም ተፈላሊና ኢና ገለ ኢሎም ቪድዮ ይሰርሑ ማለት እዩ ኽንደይ ደቂ ኣንስትዮ ኣሕዋተይ ሂወተን ከጥፍኣ ዘይበላ ኽንደይ ነገር ኸም ዘይተፈጠረ ሓንቲ በቃ ኣብ ዘይመዓልታ ኸም ዝወለደት በቃ ኣብ ዘይመዓልታሲ ጥንስስ በቃ ፈንዲ ብሕሱም ሕርቀት ዶ ብሕሱም ታይዶስ ኣብ ዘይመዓልታስ ክሳዕ ምውላድ ዝበፅሐት ነይራ ማለት እዩ። ክሳዕ ክንድዚ ዝኣክል ኣብና ሰብ ሂወት እሲ ታይ ገድሽኩም እዩ ዋ እና ከምኡ ኣይትኹና ዘናሓት የመዓረይ ኣይትሳቐያ እቱ ናሰብ ህይወት ንዕኡ ግደፍሉ። ጽቡቕ ናይ ሰብ ምምናይ ጽቡቕ እንድዩ ብጣዕሚ የውሃት ኢኹም ከምኡ ትደልዩ እግዚኣብሔር ኣምላኽ ያው ጽቡቕነትኩም ሪኡ ከም ልብኹም ይሃብኩም ግን ክሳዕ ክንድኡ ዝኣክል እምነት ኣብ ሶሻል ሚድያ ምሕሕዳር ግን ብጣዕሚ ይኸቢድ እና ኣብ ሶሻል ሚድያ ዘለዉ ሰባት ብምሉእ ልብኹም ኣሚንኩም በቃ እንትን ህይወትኩምስ ኣብ ሓደጋስ ኣይተእትዉ እዞም ኣሓተይ መዓረይ እዚኣ እየ ክብለኩም ዝደሊ እና ናይ ሎማዓንቲ ዝነበረኒ ቪድዮ ነዚ ይመስል ብካሊእ ቪድዮ ክሳዕ ንራኸ ሰሰናይ ንዓኹም ብጣዕሚ እየ ዝፈትወኩም ሕዚ ነዛ ቻናለይ ላይክ ሸር ሳብስክራይብ ምግባር ኣይትረስዑ ሰሰናይ ንዓኹም ቻው